ኣብ ጸላም ጩራ ብርሃን ዝኾነ ቤት እምነት ምስ ዕረፍቲ ኣቡነ ፍራንሲስን ምቕባእ ኣቡነ ልዮን ነታ እንኮ ህግደፍ ክቆጻጸራ ዘይከኣለ ቤት እምነት ካቶሊካዊት ቤተ ክርስቲያን ኤርትራ ቅጅል በለትኒ እሞ ምስ ኣቦና ኣቡነ ፍራንሲስ ኣተኣሳሲረ ከዘንቱ ፈተኹሞ ሰናይ ምክትታል ኣብ ወርሒ ግንቦት 225 ካቶሊካዊት ቤተ ክርስቲያን ድሕሪ ዕረፍቲ ኣቡነ ፍራንሲስን ምቕባእ ሓድሽ ኣቡነ ልዮን ማዕከናት ዜና ዓለም ኣቓልቦ ስሒቡ ዝቐነየ ጉዳይ እዩ ኣቡነ ፍራንሲስ ኣብ ማሕበራዊ ፍትሒ ሰላም ዓለም ብከላ ኣየር ምቁፅፃርን ዓለም ንስደተኛታት ክትርህርህ ዝገበርዎ ዘይሕለል ጻዕሪ ወትሩ እንዳተዘከረ ናብ ውሉድ ወለዶ ዝሓልፍ ታሪኽ እዩ። ኣቦ ውጽዓት ስደተኛታት ኮይኖም ወትሩ ብጽቡቕ ዝዝከሩ መንፈሳዊ ኣቦ ኮይኖም ታሪኽ ጽሒፎም ዝሓለፉ ኣቦ እዮም። ኣቡነ ፍራንሲስ ኣብ 2023 ደቡብ ሱዳን ኣብ ዝበጽሑሉ እዋን ፕሬዝደንት ኽያር ንምክትሉ ሬክ ማሻር ዕልዋ ፈቲንለይ ብምባል ከሰሶሞ። ብሕቶ ስልጣን ዝተሳበበ ናብ ዓሌታዊ ኲናት ኣትዩ ብዙሕ ትንፋስ ከም ዝቐዘፈ ይዝከር። ኣቡነ ፍራንሲስ ናብ ቤተ መንግስቲ ደቡብ ሱዳን ብምብጻሕ ንመራሕቲ ኣብ እግሮም ወዲቖም ሰላም ንህዝቦም ክዕድልዎም ክልምኑ ክምሕጸኑ ከሎ

ሃገርና ኤርትራ ኣብ ፍጹም ማእሰርትን ጸላምን ተሸሚማ እንዳሃለወት፣ ምፍርራህ ስርዓት ህግደፍ ከይርዓዱ፣ ከምቲ ክርስቶስ ዝእዝዛ ኣብቲ ህዝቢ ተስፋ ዝተሳእነሉ፣ ተስፋ ዘስንቑ፣ ከምቲ ክርስቶስ ድሕሪ ትንሳኤኡ ብዕጹው ማዕጾ ኣትዩ ንሓዋርያቱ ሰላም ንዓኹም ይኹን ዝበሎም፣ ጳጳሳት ካቶሊካዊት ቤተ ክርስቲያን ኤርትራ ድማ ህዝብና መግደራ፣ ማእሰርቲ፣ ኸትሪ ርዒዱ እንዳሃለወ፣ እዞም ኣቦታት ርግኣት ንልቢ ውጹዕ፣ ሰላም ንሃገርና ክወርድ፣ ሃገራዊ ዕርቂ ኣብ ዜጋታት ከስፍኑ፣ ዝጓሃየ ልቢ ክድበስ፣ ዝተጨነቐ ክሃድእ፣ ብትብዓት ሰማእትነት ንምቕባል ነብሶም ድልዋት ጌሮም እዮም። ብኸንቱ ዝጠፍእ ትንፋስ ደው ክብል ጳጳሳት ካቶሊካዊት ኤርትራ ደወል ሓቂ ደዊሎም እዮም። ስርዓት ህግደፍ ንካቶሊካዊት ቤተ ክርስቲያን ኤርትራ ኣብ ትሕቲ ቁጽጽሩ ንምእታው ኣርዒዱ ክመልኽ እኳ እንተፈተነ ግን ኣይኮነሉን። ንብረታ ራስዩ፣ መራሕታ ዲያቆናት ኣብ ማእኸል ቤት ቅዳሰ ዓፊኑ ኣብ ውሽጢ ምምሕዳራ ብምእታው ክመቓቕል እውን ሃቂኑ። ግና ጳጳሳት መራሕቲ ካቶሊካዊት ቤተ ክርስቲያን ኤርትራ ኣበደን ብምባል ብሓደ ደው ድምፅን መንፈስን ጸኒዖም ደው በሉ። ምምሕዳር ቅርፂ ቤተ ክርስቲያን ምስ ዓለም ለኻዊ ዝተኣሳሰረ ብምዃኑ ድማ ስርዓት ህግደፍ መስሎ ክቐዳድ ስኢኑ ዓቕሉ ጽበበ። ካቶሊካዊት ቤተ ክርስቲያን ኤርትራ ጥፍኣት መንእሰያት ጥፍኣት ሃገር ምዃኑ ዘሕመሞም ኣብ ኣጻምእ ምድረ በዳ ሲናይ ህልቂት ላምፔዱዛ ዝጓሃዩ ሓውኻ ኣበይ ኣሎ ሓፍትኻ ኣበይ ኣላ ቅንዕቲ ደብዳበ ደወል ፍትሒ ሃዋርያዊ መልእኽቲ ጳጳሳት ብዓውታ ጥፍኣት መንእሰያት ደው ክብል መንፈሳዊ ተልእኽኦም ኣብጽሑ ኣብቲ ቅሉዕ መጸዋዕታ ህዝቢ ኤርትራ ፍርሓት ፈጣሪ ዘለዎ ምዃኑ ጠቒሶም እቲ ህልቂት ላምፔዱዛ ድማ መቐጸልታ ጥፍኣት ኣቐዲሙ ዝጀመረ ኣካላት ሰውነቶም ተማሕዚቑ ዝተሸጡ ምዃኖም ህዝብን መንግስትን ከስተውዕል ብትብዓት ዝጸውዐ ቅሉዕ ታሪኻዊ ደብዳቤ እዩ።
ሓዊ ኸኣ ኣበይ ኣሎ? ዘፍጥረት ምዕራፍ ኣርባዕተ ቁጽሪ ትሽዓተ ሓዋርያዊ መልእኽቲ ካቶሊካውያን ጳጳሳት ኤርትራ ክልተ ሽሕን ዓሰርተ ኣርባዕተን ኣስመራ። ካልኣይ ክፍሊ። ህልው ኩነትና

ከነመስግነሉ ዝግብኣና ብዙሕ በረኸት ኣምላኽ ከም ዝተቐበልና ክንዝክር ግቡእ እዩ። ንሃገርና ክንርኢ ከሎና መሊኡ ዝፈስስ ባህርያዊ ሃብቲ እኳ እንተዘይብላ ኣብ ካልእ ዓለም ንዘጋጥም ገሊኡ ባህርያዊ ሓደጋታት ርኢኻስ ብህዱእን ሰላማውን ኩነታት ኣየርን ንብረትን ስለ ዝባረኸና ፈሪሀ እግዚኣብሔር ዝሓደሮ ምስዚ ከምኡ ሰብ ብሰላም ዝሓድር ሰላማዊ ህዝቢ ስለ ዝሃበና ብዓሌትን ወገን ሃይማኖትን ከይተጠማመተ ዝነባብር፣ ነቲ ብዝሓትን ዓይነትን ከም በረኸት ጠሚቱ ዝከባበር፣ ነቲ ብሩህ መጻኢኡ ብህድኣትን ርግኣትን ዘማዕዱ፣ ኣብ ሰላም ዝኣምንን ህዝቢ ስለ ዝገበረና ንኣምላኽና ከነመስግኖ ይግባእ። ምኽንያቱ ከኣ ናይዚ ኩሉ መስረት ወይ ምንጩ እቲ ናይ ህዝብና ነዊሕ ሰረት ዘለዎ እምነት እዩ። እዚ እምነትዚ እዩ ምስ ዝኸምኡ ሰብን ምስ ኣምላኽን ምስ ርእሱን ብስኒት ንኽነብር ዘኽኣሎን። ሎሚ ውን ዘኽእሎን ዘሎ ሓዊ ከኣ ኣበይ ኣሎ ዝብል ሕቶ ዝኸበዶ ሕሊና ህዝብና ካብ ጥንቲ ኣትሒዙ ኣብ ናይ ብጻዩን ሓዉን ሓዘንን ሓጎስን ሕሱምን ጥዑምን ብምስታፍ ክምልሸሉ ደኣ ተረኽበ እምበር ኣይፈልጥን ኣነዶ ሓላው ሓወይ እየ ክብል ኣይመለሽን። እዚ ከምዚ ዝበለ ዓቢ ናይ እምነት ቁምነገር ከይጠፍእ እምነት ህዝብና ክትዓቢ ኦ ጎይታ እምነት ወስኸና እናበልና ክንጽሊ ግቡእ እዩ። ንቕድሚት ንምስጓም ዝሕግዝ በብዓይነቱ ናይ ሕንጸት መደባትን ገለ ጻዕርታትን እኳ እንተተፈተነ፣ ሕይወት ወትሩ ንቕድሚት ክትስጉም ክትመጣጠር ባሕርያዊ ስለዝኾነ ግና ነቲ ዘይበጻሕናዮ ክነማዕዱ ከምኡውን ዘይሓወየ ቁስልታት ከምዘሎ ክሕብኣና ስለዘይክእል በቲ ኣወንታዊ ጥራሕ ተዓሻሺና ነቲ ኣሉታዊ ሸለል ክንብሎ ኣይንኽእልን። እዚ ኸኣ ንዝተፈላለየ ወገናት ህይወትና ዝርእይ፣ ንስነ ልቦናውን ውሽጣውን ስምዒትና ዝትንክፍ፣ ንማህበራዊ ሲቪላዊ ናብራና ንግዙፍ መነባብሮን መንፈሳውን ሞራላውን ወገናት ህይወትና ዝሓቁፍ እዩ።

ኣብ ራማ ድምጽን ብዙሕ ዋይዋይታን ብኽያትን ተሰምዐ። ራሄል ምእንቲ ደቃ በኸየት። ሞይቶም እዮም እሞ ምጽንናዕ ኣበየት። ኣብ ዝሓለፈ ወርሓት መስከረምን ጥቅምቲን ኣብቲ ፍረ ክራማት ዝሕፈሰሉን ህይወት ዝሕደሰሉን ናይ ግእዛዊ ሓዲስ ዓመትና ተስፋ ዝንቀሳቐሰሉ ወርሓት ካብ ሃገርና ሓሊፉ ንህሊና መላእ ዓለም ዝቐስቀሰ ኣብ ባሕሪ ሜዲትራንያን ብዝተፈጸመ ናይ መንእሰያትና ሕልፈት ወይ ህልቀት ንህዝብና ኣብ ስንባደን ራዕድን ዘጥሓሎ እዩ። እዚ ፍጻሜ እዚ ከኣ ናይቲ ኣብ ዝሓለፈ ዓመታት ፈቐዶ ሩባን ኩርባን ኣብ ፈቐዶ ባሕርን ምድረ በዳን ብኢድ ገፋዕትን ጨወይትን ክፍጸም ናይ ዝጸንሐ ተመሳሳሊ ህልቀት መቐጸልትኡ እዩ። ስለዚ ንቐዳሞትን ንዳሕረዎትን ክንሓስቦም ግዲ እዩ። ኣብ ገገዝኡ ብሕቱ ዘይኮነስ መላእ ህዝቢ ክበኽየሎም ተረኺቡ። ምሉእ ለይቲ ክትበኪ ትሓድር ኣላ። ንብዓታ ኣብ መዕጉርታ ጀረው ይብል ኣሎ። ኣዋልዳ ይጉህያ ኣለዋ። ካህናታ ድማ ይትክዙ ኣለው። ምኽንያቱ እቶም ጥዑም ክረኽቡ ዝሓሰቡ ኣብ ቅዝፈትን ጥፍኣትን እዮም ዝወደቑ። እዚ ዝተጠቕሰ ቃል መጽሓፍ ብዘመን ኤርምያስ ነብዪ ንዝተፈጸመ ኣመልኪቱ ብሉይ ኪዳን ዘመሓላለፎ ኣብ ሓዲስ ኪዳን እውን ማቴዎስ ወንጌላዊ ዳግማይ የቕርበልና። እቲ ናይ ብሉይ ነቲ ብ587 ቅድሚ ክርስቶስ ኣብ ኢየሩሳሌምን ከባቢኣን ንዝተፈጸመ የዘኻኽረና። ባቢሎናውያን ወረርቲ ነቲ ህዝቢ ካብ ኢየሩሳሌም ውጽእ ዝበለ ራማ ናብ ዝበሃል ጎልጎል ሎሚ ራማላህ ኣውጺኦምሉ። ንኸተማ ኢየሩሳሌም ብሓዊ ኣቃጸልዋ። ድሕሪኡ ንደቂ ኢየሩሳሌም ንባቢሎን ማሪኾም ወሰድዎም። ስለዚ ካብ ሕጂ ንደሓር የለዉን። በዚ ግዜ እዚ እታ ንህዝብን ንኣዴታትን እስራኤል እትውክል ኣደ ህዝቢ እስራኤል ዝኾነት ራሄል ከም ዝበኸየት ገይሩ የቕርቦ። ንሃገር ምሉእ ንህዝቢ ምሉእ ኣብ ሓዘን ዝሸመመ ምንባሩ እንከዘኻኽር ግን እቲ ነቢይ ነቲ ናይ ተስፋን ምምላስን ሓሳብ ፈጺሙ ረሲዕዎ ኣይኮነን። ወንጌላዊ ማቴዎስ ድማ ነቲ ኣብ ቤተልሄም ዝነበረ መቓብር ራሄል ብምዝካር ኣብ ቤተልሔምን ከባቢኣን ምስቲ ብሄሮዶትስ ዝተፈጸመ ቅትለት ሕፃናት የተሓሕዞ። ሞይቶም እዮም እሞ ብምባል እቲ ናይ ራሄል ብስም ኩለን ኣዴታት ዘይምእባድ ምኽንያቱ ይገልጽ። እቲ ብኽያት ኣውያት ናብ እግዚኣብሔር ዝኣርግ ንሱ ጥራሕ እዩ ዘጸናንዕ ዝድብስ። እዚ እውን ብቓላት ብሕቱ ዘይኮነስ ብተስፋ ትንሳኤን ንሙታን ብምትንሳእን ዝድብስ እዩ። እቲ ሞይቶም እዮም እሞ የለዉን ዝተባህለ ቃሉ ተለዊጡ፣ እቲ ብኽያትን እህህታን ከኣ ደው ዝብል እቲ ዝወረደ በደል ብትንሳኤ ክእረም እንከሎ እዩ። እዚ ከምዚ ዝበለ ፍጻሜ ማለት ናይ ባሕሪ ህልቀትን ናይ ምድረ በዳ ሕልፈትን ናይ ጨወይቲ ግፍዕታትን ኣብዚ ስልጡን እዋን እሞ ኣብ ኣፍደገ'ቲ ስልጡን ዝበሃል ዓለም ዝተፈጸመ ምዃኑ ብሓቂ ዘሕንኽ ተቐባልነት ዘይብሉ ምስቲ ወድሰብ በጺሕዎ ዘሎ ናይ ምዕባሌን ስልጣኔን ደረጃ ዘይኸይድ ክብሉ ርእሰ ሊቀነ ጳጳሳት ኣቡነ ፍራንቸስኮስ ብተሪር ቃላት ገሊጾምዎ።
ኣቦታት እቲ ዝቐጸለ ዕማም ምስ ምምጻእ ዶክተር ኣብይ ኣሕመድ ምፍራም ውዕል ሰላም ኤርትራን ኢትዮጵያን ምስ ተኸተመ ኣብ ሚያዝያ ክልተ ሽሕን ዓሰርተ ትሽዓተን ጳጳሳት ካቶሊካዊት ቤተ ክርስቲያን ኤርትራ ውዕል ሰላም ክጸንዕ ናብ ሃገራዊ ህንጸት ክንሰግር ብህጹጽ ዶባት ኤርትራ ክሕንጸጽ፣ ሃገርና ድማ ብሃገራዊ ዕርቂ ኣቢላ ናብ ግዝኣተ ሕጊ ክትሰጋገር፣ ንኣስታት ሚእቲ ዓመት ምዕሩግ ሃገራዊ መድረኽ ዝሰኣንናዮ ሃገራዊ ህንጸት ክንሰጋገር ዝጠልብ ጽሑፍ ኣቕረቡ። እቲ ወትሩ ንጭርሖ ሓደ ህዝቢ ሓደ ልቢ ዝብል ቴማ ድማ ጭርሖ ኮይኑ ከይተርፍ፣ ናብ ትግባረ ዝወስደና ሃገራዊ ዕርቂ ምዃኑ ብትብዓት ኣቦታት ብዓውታ ጸውዑ። ምስ ጎረባብትና ብስኒትን ብሰላምን፣ ምስ ውሽጥና ድማ ብሃገራዊ ዕርቂ ናብ ሕውየት ንኽንሰጋገር ተላበዉ። ከምቲ ተባዕ ሓርበኛ ተጋዳላይ ቢትወደድ ኣብርሃ ኣብ ቅድሚ ደቂ ዓዱ ካልኣይ ቀብሪ ወላዲኡ ዝበሎ ለባም መራሒ ዝበሃል ክንደይ ቀቲልካ ዘይኮነ ክንደይ ምሒርካ እዩ እዚ ጻውዒት ሃገራዊ ዕርቂ ብልሳን መንፈሳውያን ጳጳሳት ኣቦታት መጽሓፍ ቅዱስ ጠቒሶም ሰላም ፍረ ምሕረት ምዃና ናብ ማሕበራዊ ፍትሕን ርግኣትን ዝወስደና ሰናይ ሓሳብ እዩ ክብሉ ጻውዒቶም ዘቕረቡ ዜጋታት ድማ ብቕንዕናን ትግሃትን ሓቢርና ስለ ሰላም ልብና ክኽፈት ሃዋርያዊ ጻውዒት ዘቕረቡ ንሃገራዊ ዕርቀ ሰላም ዝጽውዕ ሃዋርያዊ መልእኽቲ ካቶሊካውያን ጳጳሳት ኤርትራ ጽማቕ ትሕዝቶ በትንሳኤኡ ንሓይሊ ሞት ስዒሩ ኣብ መንጎ ኣምላኽን ሰብን ሰላምን ዕርቅን ዘውረደ ኢየሱስ ክርስቶስ ብብርሃን ትንሳኤኡ ይባርኸና። ኣብ ዝሓለፈ ወርሒ ሰነ ክልተ ሽሕን ዓሰርተ ሸሞንተን ኣብ መንጎ ኤርትራን ኢትዮጵያን ዝተበገሰን ዝተንቀሳቐሰን መደብ ሰላም ከም ዘሕጎሰና እናገለጽና ንኣምላኽና እውን እናመስገንና ንኹሎምቶም ኣብ ስደትን ቤት ማእሰርትን ዘለዉ ግዳያት ጨወይትን ዓመጽትን ዝኾኑ ነቶም ብዝተፈላለየ ግፍዒ ብሞት ዝሓለፉ ኩሎም ንዝክሮም ኣሎና። ዝተኣስረ ክፍታሕ፣ እቲ ንሃገሩ ዘማዕዱ ናብ ዓዱ ከብል፣ ዝሞተ ከኣ መንግስቲ ሰማይ ክረክብ፣ ንህልዋን ራህዋን ሰላምን ጥዕናን ንምህለል። ብክልቲኡ ወገናት ናይቲ ዶብ ዘሎ ህዝብና ውን ዘሕለፎን ሕጂ ውን ዘሕልፎ ዘሎን ጽንኩር ኩነታትን እናሕሰበና፣ ሰላምን ራህዋን ብዘምጽእ፣ ንረብሓ ክልቲኡ ህዝቢ ብዘድምዕ ኣገባብ ዶባት ብዝቐልጠፈ ተሓንጺጹስ፣ ናይ ክልቲኡ ወገን ዕለታዊ ርክባቱን ሃልዋቱን ናብ ንቡር ህይወትን ርክባትን ዳግም ዝምለሰሉ፣ ናይ ሓባር ጉዕዝኡ ዘሐድሰሉ መድረኽ ክመጽእ ንጽሊ። ከም መራሕቲ ሃይማኖት ክንገብሮ ዘለና እንተሎ ከኣ ንምግባሩ ድሕር ኣይክንብልን ኢና። ነዚ መናድቕ ፍልልያት ኣብ ምሕንጻጽ ኣዝዩ በሊሕ ዝኾነ ዓለም፣ ብወገንና እንብድሆ ነቲ ዝፈላልየና ኩሉ ኣልጊስና ብሓድነትን ንብስኒትን እትልለ ሃገር ክንሃንጽ ምስ እንኸእል እዩ። በዚ ሓሳብ እዚ ከኣ ሰላም ንርሑቓት ንዝቐረቡ ከኣ ሰላም ንዝብል ቃል ሃዋርያ ጳውሎስ መኽፈቲ ኣፍናን ኣርእስቲ ጽሑፍናን ክንገብሮ መሪጽና። ዝነበረን ዘሎ ኩነትናን እዚ ዝሓለፈ ዓመት ብውግእን ብኻልእን ዝመጸ ጸገም ህዝብና ሃለዋት ሃገርና ዝለዓለ ጠርዙ ዝበጽሓሉ ነይሩ። ብዝተፈላለየ ኣገባብ ዕድል መንእስያትና ናይ ኣዴታትን ህጻናትን ስድራቤታትን ዕድል ናይ ስደትን ምዝንባላትን ጉዳይ ኮይኑ ተረኺቡ። ነዚ ንምፍዋስ ዝተገብረ ዝኾነ ዓይነት መደብ ወይ ኣገባብ ስለ ዘይተዘርግሐ ከኣ ንመጻኢ ህልውና ሃገር ከይተረፈ ብዘሰክፍ መልክዑ ዋሕዚ ሰባት ይቕጽል ኣሎ። እቲ ጠንቁ ዝበሃል እንተዘልግስ እውን ናብ ሕዱር ሕማም ገጹ ስለ ዘድሃበልናስ እቲ ጉዳይ ስደት በቐሊሉ ዝለቀልና ኣይመስል'ን። ዝኾነ ይኹን መኽንያቱ ወይ መበቆሉ ብዘየገድስ እቲ ሽግራት ኣሎ። እዚ ህዝቢ እዚ ዳርጋ ንሓደ ሚእቲ ዓመት ዝኣክል ንቡርን ስሩዕን ህይወት ከይረኸበ፣ ኣብቲ ክበጽሖ ዝግበኦ ምዕሩግ ሃገራዊ መድረኽ ከይደየበ ጸኒሑ ከምኡ ኢሉ ይከኣሎ ብኣደዳ ስደትን ካልእ ጸገማትን ዝሓልፍ ዘሎ ህዝቢ መኣስ ኮን እዩ ዝሓልፈሉ ዘየብል እውን ኣይኮነን። ካብዚ ዘይንቡር ሃለዋት ብኸመይ ንወጽእ? ካብዚ ዘይንቡር ሃለዋት ዝወጽእ ኩሉ ርሑቕን ቀረባን ዘሎ ብቦታ ዲብ ኣተሓሳስባ ዝተረሓሓቐ፣ ብሓንሳብ ኣብ ሓደ ክቢ ጠረጴዛ ኮይኑ ንምዝታይ ዘብቅዖ መደብ ዕርቅን ሰላምን ምስ ዝዝርግሕ እዩ። እዚ ከኣ ምስ ጎረቤት ህዝብን ሃገርን ጥራይ ዘይኮነ እቲ ውሽጥና እውን ሓደ ህዝብን ሓደ ልብን ዝብል ጭርሖ ጥራይ ኮይኑ ከይተርፍ ብግብሪ ንክረእ እዩ። ከምዚ ንዝበለ ኩነታት ፈዊሱ ንኹሉ ዘጠቓልል ሃገራዊ ዕርቀ ሰላም ምስ ዝእወጅን፣ ብተግባር እውን ምስ ዝፍጸምን እዩ። ዝተፈላለየት ቤት ክትቀውም ከም ዘይትኸእል፣ ዝተፈላለየት ሃገር እውን ከምኡ እያ። እዚ ብዕርቀ ሰላም ዝመጽእ ንዝሓለፈ ዛዚሙ ሓድሽ መጻኢ ዝእምት፣ ንሃገርን ንህዝብን ኣደልዲሉ ናብ ቅዋማዊ ስርዓትን ዶቡን ወደቡን ናብ ዘረጋገጸ ደረጃ ሃገርነት፣ ኣብ ውሽጢ ኮነ ኣብ ጎረባብቲ ሃገራት ከኣ ናብ ምሉእ ርግኣትን ሰላማዊ ኩነትን ዘብጽሕ እዩ። እዚ ኹሉስ ስለምንታይ እንተበልካ ድማ እቲ ብሓንሳብ ዝቦቖለ ካብዛ ሓላል መሬት ዝፈልፈለ ኹሉ ብሓንሳብ እንተማዕበለ እዩ ዘምዕረሉ። ብሓጺሩ ከም መጠን ሃገርን ህዝብን ምእንቲ ከይንጠፍእ ዕርቅን ምሕረትን ነምጽእ በሃልቲ ኢና። ዕርቅን ምሕረትን ኣብ ዱልዱል መሰረታት ሓቅን ፍትሕን መሰልን ናጽነትን ዝተሓንጸጸ እዩ። ቀዳሞት ኣቦታት ንዝኾነ ይኹን እምባጋሮ ብሓቅን ብምሕረትን ናብ መደብ ሰላም የብጽሕዎ ከም ዝነበሩ፣ ነዚ ፈዋሲ መደብ ዕርቂ ኣብ ጉዳይ ሃገር እውን ዘይነውዕለሉ ምኽንያት የልቦን። ብሓጺሩ ኣምላኽ ነዛ ነፍቅራ ሃገርናን ንህዝቡን ዘለዎ መደብ መደብ ዕርቀ ሰላም ስለ ዝኾነ ኦ ህዝቢ ኤርትራ ንሰላምን ዕርቅን ንሓድነትን ስኒትን ብኹሉ ልብኻ ድለያ፣ ርኸባ፣ ሰዓባ እውን። ስለዚ ካብ ድቃስ እትበራበረሉ እዋን ሕጂ እዩ። ተንስእ። ንዝሓለፈ ኩሉ ብዕርቀ ሰላም ዛዚምካ ንቕድሚት ጠምት። እትኽተሎ መንገዲ ፈሊኻ ብስኒትን ሰላምን ሰጉም። ኣብ ዝሓለፈ ሚእቲ ዓመት ዘጋጠመካ እቲ ቐንዲ ግድልካን ብድሆኻን ብዕርቀ ሰላም ክብጻሕ ዝነበሮ ስምረትን ሓድነትን እዩ። ህንጸት ሃገርን መደብ ዕርቅን ምሕረትን። መደብ ዕርቅን ምሕረትን ምክያድ ናይ ፈራሓት ኣይኮነን። እኳ ድኣ ትብዓትን መንፍዓትን፣ ድፍረትን ቆራጽነትን፣ ፍሉይ ጅግንነትን ዝገልጽ እዩ። ምሉእ ርእሰ ምትእምማን ዘለዎ ናብ ዕርቅን ምሕረትን ምምጻእ ኣየሰክፎን። ብፍላይ ኣብ ህንጸት ሃገር መደብ ዕርቅን ምሕረትን ምኽታል ንሃገራዊ ሓድነትን ስኒትን ንህዝባዊ ርግኣትን ዓብዪ ኣበርክቶ እዩ ዘለዎ። ምእንቲ'ዚ ኣብ ጉዳይ ህንጸት ሃገር ገለ ዝውገን ገለ ከም ዝርሕቕ ዝግበር እንተኾይኑ ፈጺምና ዘይንድግፎ ነገር እዩ። እዚ ዝበሃል ዘሎ ስኒትን ስምረትን ብዘይምህላዉ ህዝብና ኣብ ወጻኢ ሃገር ምስ ዝነብሩ ደቁን ቤተ ሰቡን ዝገብሮ ርክባትን ማሕበራዊ ጉዳያትን ኣብ ጎረባብቲ ሃገራት ክፍጽሞ ምርኣይ ፈጺሙ ዘስደምም ነገር እዩ። እዚ ንኡስ ወለዶ ዝወረሶ ወይ ዝወርሶ ዘሎ እንታይ እዩ? ብመናእሰይና ዝመጽእ ብዙሕ ዝተኸስረ ዕድል ስለ ዘሎ ጸብጻቡ ወይ ሕሳቡ ክንድቲ ቀሊል ኣይኮነን። ነዚ መንእሰይ ወለዶ ንሕና ኣያታትኩም ኣቦታትኩም በዲልናኩም፣ ኢልና እንተዓረቐሉን ንኣቶም ናብ ዝሓይሽ ሓድሽ መድረኽ እነሰጋግረሉን እዋን እዩ። ንዝሓለፈ ዓፃፂና ሓድሽ ኣንፈት ጉዕዞ ንምኽፋት ክንብህግ ከሎና ንሕማቕ ወይ ንኽፉእ ብኽፉእ ዘይኮነስ ብሰናይ ከነሸንፎ ኢልና ክንብገስ የድሊ። እነካይዶ ናይ ሰላም መደብን ጉዕዞን ንግዚኡ መሰጋገሪ ወይ ከዓ ንውልቃዊ መደባትካ መጋበሪ ዘይኮነስ፣ ኩሉ ደላይ ሰላምን ሰናይን ዘበለ ዝሳተፎ፣ ንርእስኻ መዐቀኒ ኩሉ ካብ ምግባር ተቖጢብካ ናይቲ ካልእ ወገን ሓሳብን መደብን ምቕባል፣ ነቲ ካልእ ጽን ኢልካ ምስማዕን ይሓትት። ምእንት'ዚ ከኣ ኣብ መደብ ዕርቀ ሰላም ንምዕዋት እቲ ዝወረደ በደልን ግፍዕን ብሓቁ ክፍለጥ፣ ኣብ በደል ዝውዓለ ክእመን፣ ተበዳሊ እውን ክሓድግ ከሎ፣ ክልቲኦም ወገናት ተሓዲሶም ሓድሽ መድረኽ ይሕንጽጹን የሕንጽጹን። ፍትሒ ዘይብሉ ሕብረተሰብ ሰላም ኣለዎ፣ ዕርቂ ወሪድዎ ክበሃል ስለ ዘይከኣል ንመደብ ፍትሒ ቀዳምነት ክወሃቦ፣ ሓቂ ድማ ናይ ሰላም ሓይሊ ስለ ዝኾነት ዓመጽን ፍልልይን ጽልእን እውን ካብ ሓሶት ስለ ዝፍልፍል ሕብረተሰብና ብዛዕባ ዝሓለፈ ታሪኻዊ ጉዕዞታቱን ህልው ኩነታትን መጻኢ ፖሊሲታቱን እቲ ሓቁ ክንገሮ የድሊ። ንሓቂ ክንፈርሓ የብልናን። ንሓቂ ክትፈልጥዋ ኢኹም። ሓቂ ከኣ ሓራ ከተውጽኣኩም እያ። እዚ ኩሉ ከኣ ሰላም ንምጭባጥ እዩ። ዕርቅን ምሕረትን ናብ ሰላምን ርግኣትን ዘብጽሕ መንገዲ እዩ። መሰልን ናጽነትን ደቂ ሰባት ምሕላው ማለት ሰላምካን ሓድነትካን ምውሓስ እዩ። ከመይ መሰሉን ናጽነቱን ዝተነፍገ ንርእሱ ሰላም ኣይረኸበን፣ ንኻልእ እውን ሰላም ኣይህብን እዩ። ግብራዊ ስጉምቲ መደብ ዕርቅን ሰላምን ምስጓም እምበኣር ርእሱ ዝኸኣለ ወፈራ ይሓትት። ቀዳማይ ሓፈሻዊ ናይ ዕርቅን ምሕረትን ኣዋጅን መደብን ምውጻእ። ካልኣይ ድሕርዚ ሃገራዊ ጉጅለ ወይ ኮሚቴ ዕርቀ ሰላም ቆይሙስ ናይ ሓቅን ዕርቅን መደባት ንምንቅስቓስ ክጎሳጉስ ብደረጃ ሃገር ዝካየድ ኮይኑ ዕላምኡን ኣገባብርኡን ተነጺርሉን ክንቀሳቐስ የድሊ። ቀንዲ ስርሑ ነቲ ኣብ ውጥረትን ስግኣትን ዘሎ ኩነታት ኣልጊሱ ናይ ምቅርራብን ምዝራብን መንፈስ ከበጋግስ የድሊ። ሳልሳይ ናይቲ ኣዋጅን ጉጅለን ዕላምኡ ብሓፈሻዊ ምሕረትን ሕድገትን ኣቢልካ ናብ ሙሉእ ሰላም ንምብጻሕ እዩ። በዚ ኸኣ ንዝሓለፈ ዓጺኻ ወይ ዛዚምካ ናብቲ ዝመጽእ መድረኽ ምስግጋር ይከኣል። ራብዓይ፣ ኣብቲ ኩሉ መራኸቢ ብዙሃን ይኹን ኣብ መዕበያውን ትምህርታውን መደባትና ንሰላም ዘይሕግዝን ዘየተባብዕን ናይ ጸርፍን ዘለፋን ኣገባብ ተወጊዱስ ቋንቋ ሰላምን ዕርቅን ምሕረትን ከነዘውትር የድሊ። ሓምሻይ፣ ብዓቢኡ ኸኣ ኣቐዲምና ከም ዝበልናዮ ሰላምን ዕርቅን ህያብ ኣምላኽ ብምዃኑ ድፍእ ኢልና ንእኡ ክንልምን። ከምቲ ህዝቢ ነነዌን ንጉሱን ብልቢ ተነሲሖም ዝተማህለሉ፣ ንሕና እውን ተነሲሕና ጸሎትና ከነዕርግ ከሎና ዘይንስምዓሉ ምኽንያት የልቦን። ሓቀኛ ሰላም ፍረ ፍትሒ እዩ። እንተኾነ ግን ሰብኣዊ ፍትሒ ጎደሎን ተነካእን ብምዃኑ ናይ ድኻምነትን ኣንነትን ግዳይ ክኸውን ዝርከበሉ ግዜ ስለ ዘሎ፣ ነቲ ቀጺሉ ዝዘናበል ናይ ሰባት ርክባት ብሱረ መሰረቱ ዝፍውስን ዘሕውን ምሕረትን ይቕሬታን ክዝውተር ኣለዎ። መዛዘሚ ምእንት'ዚ ናብ ኩሎም ኤርትራውያን እነቕርቦ መጸዋዕታና ተስፋኦምን እምነቶምን ኣብ ኣምላኽ ንኽገብሩ'ዩ። ብፍላይ ኣብዚ ሕጂ ሃገርና ብመሪርን ተሪርን ፈተና እትሓልፈሉ ዘላ እዋን ካብ ካልእ ግዜ ብዝበለጸ ናይ ኣምላኽ ረድኤት ከድልያ እዩ። ኣብ ዝሓለፈ እዋናት ነዛ ሃገርን ህዝባን ዘለዎ ፍቕሩን ሓልዮቱን ዝገለጸ ኣምላኽ፣ ሕጂውን ብጸሎትን ስእለትን ናብኡ ከነንቃዕርር እንከሎና ናባና ከም ዘድህብ ፍሉጥ እዩ። ናብኡ እነዕርጎ ጸሎትን ኣብኡ ዘሎና እምነትን ከቋርጽ የብሉን። ሰላም ዘምጽእን ንህዝቡ ፈዊሱ ዘድሕንን እግዚኣብሔር እዩ። ሰባት ህይወት ክህልዎም እረ እኳ ደኣ ህይወት ብምልእታ ምእንቲ ክረኽቡ'ዩ ድሌት ኣምላኽ። ኣብዚ ጽንኩርን መሪርን እዋን እምበኣር፣ ህዝብና ብዝተሓደሰ መንፈስን ብሓደ ልብን ንመደብ ፍትሒ፣ ዕርቂ፣ ንጽፉፍ ኣካይዳ ክብገስ ነተባብዕ። ነዛ ሃገርን ህዝባን ብዝርኢ ኣምላኽ ዘለዎ ሓሳብን መደብን ፈሊና ኣለሊና ንኽንክእል ነቲ ዝተገልጸልና ንኽንክተል ጸሎትን ጻዕርን የድሊ። በዚ ዓይነት እዚ'ዩ ሓድነትን ስኒትን፣ ሰላምን ፍትሕን ዝሰፈና ምዕብልቲ ኤርትራ ንምጭባጥ ሕልምና ጋህድ ዝኸውን። ኣብዚ ዝተናወጸን ዝተሃወኸን እዋን፣ መላእ ዓሌተሰብ፣ ብፍላይ ከኣ እዚ ዞባናን ሃገርናን ነታ ካብ ፍትሕን ምሕረትን እትውለድ ነባሪትን ሓቀኛን ሰላም ዝረክብ ይግበሮ። ንሕና'ውን እቲ ብዛዕባ ምሕረትን ፍትሕን ክዝምር፣ ምስጋና ከዚመልካን ብመገዲ ንጹሃን ክመላለስን እየ ዝብል መዝሙር እነዚመሉ ዕድል ይሃበና።
ድሕሪ ኲናት ኣብ ትግራይ ምውልዑ፣ ስርዓት ኢሲያስ ናብ ውሽጣዊ ኲናት ኢትዮጵያ ኣእዳዉ እትዩ መንእሰያት ኤርትራ ክቐዝፍ፣ ንብረት ካብ ትግራይ ናብ ኤርትራ ተዘሚቱ ክግዕዝ፣ ኣብ ዕዳጋ ክወርድ ዝተዓዘቡ ኣቦና ጳጳስ ፍቕረኢየሱስ ሓጎስ፣ ኣብ ቀጽሪ ቤተ ክርስቲያን ሰግነይቲ ብዓመፅ ዝተዘምተ ንብረት ከይሽመት ሓደራ ክብሉ ተማሕፀኑ በዚ ዝኣክል ድማ ስርዓት ህግደፍ ኣብ ቤት ማእሰርቲ እተውዎ ካብ ማሕበረሰብ ዓለም ተሪር ጸቕጢ ምስ በርትዐ ግና

ንድኻታትን ጽጉማትን መሰረታዊ ሕክምናዊ ኣገልግሎት ዝህብ ክሊኒክ፣ ፍልጠት ኣስኒቑ ናብራ ዘመሓይሽ ዕድል ዘርሑ፣ ንብረት ካቶሊካዊት ቤተ ክርስቲያን ቤት ትምህርታት ዓጽዩ ሃገሮ። ኣብ ምምሕዳር ቤተ ክርስቲያን ኣትዩ ጳጳሳት ክኸፋፍል እውን ብዙሕ ፈተነ። ግና ጳጳሳት ካቶሊካዊት ቤተ ክርስቲያን ኤርትራ ሃዋርያዊ ተልእኾኦም ከይዘንግዑ፣ ብታህዲድን ምፍራሕን ብረብሓ ከይሰድዑ፣ ብታህዲድ ከይረዓዱ ብሓድነት ብሓደ ደው ብምባል ጸንዑ። ብርግጽ ጳጳሳት ካቶሊካዊት ቤተ ክርስቲያን ኣብ ምድሪ ስለ ፍትሒ ኣብ ሰማያዊ ቤት ድማ ግብረ ጽድቂ ዝሰርሑ ተባዓት ኣቦታት እዮም እሞ ኣምላኽ ክብሪ ዕድመን ጥዕናን ይሃብኩም። ኣብዚ ጸላም ስለ ፍትሒ ደው ስለ ዝበሉ ክብሪ ይግብኦም። እዚ ሃዋርያዊ ኣገልግሎት ንምሉእ ህዝቢ ኤርትራ ብደቁ ዝተጠልመ ህዝቢ ተስፋ ውጽዓት ኮይኑ ልቢ ዝደበሰ ፍጻመ እዩ እሞ ንዝቕጽል ወለዶ ከዘንትዎ እዩ። ናብታ ቤት እምነተይ ዝኾነት ፍርሓት እግዚኣብሄር ናይ መጀመርያ ጥበብ እዩ እንዳበለት ዘዕበየትኒ ኦርቶዶክሳዊት ቤተ ክርስትያን ኤርትራ ክምለስ ፍርሃት እግዚኣብሔር ተሪፉ ግዝእቲ መላኺ ምዃና ድማ ወትሩ የተሓሳስብ። እቲ ኣዝዩ ዝገርም ነገር ድማ ፖለቲካዊ ኣተሃላልዋ ኤርትራ ሰረት ዘይብላ ክትመስል ትናወጽ ዘላ ቤተ ክርስቲያን ክብል ብዙሕ ሕቶታት ክሓትት ተቐሰብኩ። ስለምንታይ እዩ ኣብ ክንዲ ሃገራዊ ዕርቂ ትጽውዕ ነንሕድሕዳ ክትኩንን ፀሓይ ዝዓርባ ደቃ ከም ደቂ ዛግራ እንዳተበተኑ ስለምንታይ እዚ ስርዓት ህግደፍ ካብ መድፍዕ ክሳብ መርፍእ ብዘይ ሕጊ ሓቲቱ ደቃ እንዳሰወረላ ስለምንታይ ስቕታ? ሃገር ብሃገሩ ቤት ማእሰርቲ ተቐይሩ ጥፍኣት መንእሰያት ጥፍኣት ሃገርን ቤተ ክርስትያናትን ምዃኑ ምዝንጋዓስ ስለምንታይ? ስለምንታይ ኮን ይኸውን መራሕቲ ሃይማኖትን ካህናትን ሃገር ራሕሪሖም ዝወጹ ተመሊሶም ናብቲ ዝሰጎጎም ናይ ህግደፍ ምሕደራዊ ሰንሰለት ዘለዎ ቤተ ክርስቲያን ዝጽግዑ እቶም ካብ ምቁጽጻር ስርዓት ዝተባተኹ ጳጳሳት ካህናት ዲያቆናት ኦርቶዶክስ ቤተ ክርስቲያን ድኻ ተበደለ፣ ፍትሒ ተጓዕጸጸ ኢሎም ካብ ኣእወዩ፣ ስለምንታይ እዩ ሓደ ድልዱል ሰረት ዘለዎ ምምሕዳራዊ መሳልል ሃኒጾም፣ ተስፋ ዝቖረጸ መንእሰይ ግቡእ መንፈሳዊ ደገፍ ሂቦም፣ መንእሰይ ምስ ኣምላኹን ነብሱን ክዕረቕ፣ ካብ ቅዛነት ክወጽእ ዘይገብሩ? ስለምንታይ ሓደ ጽላል ኦርቶዶክሳዊ ምምሕዳር ቅርጺ ብቕልጡፍ ተሃኒጹ፣ መንፈስ መንእሰይ ክረግእ ዘይተገብረ። እታ ኣብ ሃገር ዘላ ኦርቶዶክስ ቤተ ክርስቲያን ኤርትራ ወላዲኣ ኣቦና ኣቡነ ኣንጦንዮስ ኣልባሳት መዓርግ ጵጵስና ገፊፉ ሕዲጉ ኣብ ማሕዩር ክኣትዉ እትፈቅድ ቤተ ክርስቲያን ንመንግስቲ ኣምላኽ ዕሽሽ ኢላ ንመላኽ እትእዘዝ ቤተ ክርስቲያን ኣብ ክንዲ ብሓባር ወላዲኣ ስዒባ ተሪራ እትጸንዕ ንማእሰርቲ ወላዲኣ ኣሕሊፋ ትህብ። ወላዲኣ ብህይወት እንዳሃለዉ ርእሰ ደብራ ብዘይ ሕጊ እትቐብእ ስለምንታይ እዩ? ኣቦና ኣንጦንዮስ ድሕሪ ሰማእትነት ኮይኖም ምሕላፎም መናፍቕ ኢላ እትኸስስ ቤተ ክርስቲያን ስለምንታይ? ኣቦና ኣቡነ ኣንጦንዮስ ኣብ ክንዲ ውፅዕ ህዝቦም ንበይኖም ኣብ ሓቂ ደው ኢሎም ሰማእት ዝተቐበሉ ኣቦ ኮይኖም ንዘለኣለም እንዳተዘከሩ ክነብሩ እዮም። ስለ ሓቂ ሰማእትነት ረኺቦም ዝሓለፉ ኣቦ ንቡር ስርዓተ ቀብሪ ከይግበር መላኺ ኣዚዙ ብዘይ ክብሪ ዝተፋነዉ ኣቦ ውፅዓት ኣቦ እቲ ኣዝዩ ዝገርም መላኺ ኣብ መንፈሳዊ በዓል ከምስል ቤተ ክርስቲያን ክሳለም ዝመፀ ኣብ መንጎ ቅዳሰ ደው ኣቢሎም ንመላኺ ጋብ ዘልብሱ መራሕቲ ቤተ ክርስቲያን ምስ ረኣኻ ኣዚኻ ትግረም ነዛ ጽሕፍቲ እንዳጸሓፍኩ ኣነ ንሕልናይ ናብ ሓድሽ መዋእል ዝብል ብደራሲ ኣማንኤል ኣስራት ዝተጻሕፈት ጽሕፍቲ ትስ ዝተኣበለትኒ ኣብ ምቕያር ሓድሽ ዓመት ንኹናት ጥፍኣት ህውከት ጥልመት ዝጉስጉሱ ኣብ ውሽጣ ተሰኪማ ብደም ዝጨቀ ወእዳው ብኽፍኣት ዝተላዕጠጠ ሕልና ዘለዎም ሰባት ናብ ሓዳስ ዓመት ህያብ ፈጣሪ ምስ ተሰጋገሩ ጸላእቲ ሰናያትን እከይ ግብርን ክነሶም ከም ሰብ ሰናይ ግብሪ ርሑስ ሓድሽ ዓመት ክብሉኻ ይገርም እሞ ድማ ሰላምናን ራህዋናን መንጢሎም ድቃስ ዜጋታት በሊሎም ልዋም ለይቲ ኸሊኦም ክንሶም በቲ ሓደ ገጽ ድማ ንሰላም ዝጽዕቱ ዝነብዓ ኣዒንቲ ደሪዞም ጓህ ልቢ ክድብሱ ዝጽዕቱ ምህላዎም ምስ ዘከርኩ ድማ ባህታ ይስምዓኒ ይብል ደራሲ ኣማንኤል ኣስራት ስለዚ ሰብ ረዚን ሕልና ንፍትሒ ደው ዝብሉ መራሕቲ ኦርቶዶክስ ከም ዘለዉ እውን ኣይዘንጋዕኩን። ኣንጻር ዓመጽ ዝቃለስ ንብጻዩ ካብ ህይወቱ ብሊጹ ዝርኢ ሰብ ኣብ ቅድሚ ፈጣሪ ዓስቢ ኣብ ታሪኽ ድማ ክብሪ ኣለዎ ስለዚ ኩልና ሕልናና ኣበራቢርና ኣብዛ ቀራና መንገዲ ጉዕዞ ሃገርና ምስ ነብስና ተዓሪቕና ብሓድነት በብዝተዋህበና ውህብቶ ስለ ውጹዕ ህዝብና ንትጋህ። ንመራሕቲ ካቶሊካዊት ቤተ ክርስቲያን ኤርትራ ከም ወትሩ ሃዋርያዊ ተልእኾኹም ክትፍጽሙ ከም እትኽእሉ ይኣምን። ምስዞም ተቐቢኦም ዘለዎ ኣቡነ ሊዮ ከም ጳጳስ ፍራንሲስ ኣብ ዓለምና ተኸሲቱ ዘሎ ሕልኽልኽ ዝበለ ማሕበራዊ ቅልውላው፣ ፖለቲካዊ ነውጺ፣ ቁጠባዊ ምንቆልቋል፣ እቲ ብድሆታት ኣዝዩ ሕልኽልኽ ዝበለ ምዃኑ ብሩህ እዩ እሞ፣ ኣምላኽ ግና ሓይሊ ኸም ዝህቦም ድማ ርጉጽ እዩ። መራሕቲ ሃይማኖት ብሓፈሻ፣ መንእሰይ ኤርትራ ድማ ኣብ ሃገር ከትርን ማእሰርትን ገደብ ኣልቦ ዕስክርና፣ ልዕሊ ኹሉ ድማ ደበና ኹናት ኣብ ሰማያት ሃገርና እንዳንጸላለወ ብ ዘለወሉ እዋን፣ መግደራን ከትርን መሪርዎ ሃጽ ኢሉ ሃገሩ ራሕሪሑ ዝወጸ መንእሰይ፣ ብዜግነቱ ዝሓፍር ብታሪኹ ዝሽቑረር ኮይኑ ምረት ስደት ዘይሓሰቦ ወደቓ ኮይንዎ ኣብ ፍጹም ቅዛነት እዩ ዝርከብ እሞ መራሕቲ ሃይማኖት ኣብ ሓቂ ደው ኢልኩም መንፈሳዊ ኣገልግሎት ጥራይ ዘይኮነ ሞራላዊ ደገፍ ነዚ መንእሰይ ክትዕድልዎ ድማ በዚ ኣጋጣሚ ላቦ ፈጣሪ ንሃገርና ምሕረት ይሃበና